ብዝሕ ግዜ ዝኸድናየን ግን ካብተን ብዝሕ ዝኸድናየን ከተማ ዓዲ ቀይሕ ዓዲ ቀይሕ ኦኬ እወ ዓዲ ቀይሕ ብዙሕ ተዘክሮታት ኣሎ ዓዲ ቀይሕ ካብቲ ብዙሕ ተዘክሮ ንኣሽቱ ኢና ነርና ምዕባይና ነሮም መለስ ሳምሶም ዝበሃል በዚ እዋን በዚ ኣጋጣሚ ከመስግኖም ደሊ ካብቶም መጀመርታ ኣብታ ናይ መድረኽ ስራሓት ብዙሕ ጥበባት ዝመሃሩና እዮም ከይድና ዓዲ ቀይሕ ሽዑ ዋላ ሓንቲ ካብ ገዛኻ ኣንሶላ ንናትካ ኣንሶላ ኢኻ ተምጽእ ካብ ገዛ ንመጋረጃ ማለት ነቲ ናይ መድረኽ
እንጀራ ካብ ገዛኻ ኢኻ ተምጽእ ናይ እቶብስ መስቀሊ ካብ ገዛኻ ኢኻ ተምጽእ ብፍላይ መኸየዲ ክትምለስ ከለኻ ካብ ኣታዊ ስለ ትጥቀም ክትከይድ ከለኻ ግን ሳሚኤል ንኣብነት ብዕጫ ሽጉርቲ በጽሐ ካፈል ኮሚደረ ክበጽሐ ኩሉ ነገራት ኣስቤዛ ይእከብ ዕጫ ተገይሩ ኣብ ሓደ እንዳ ተዋሳኢ ወይ ኣብ ሓንቲ እንዳ ተዋሳኢ እቲ ትጸብሒ ዝስራሕ ነይሩ ቅድሚ ምኻድኩም ቅድሚ ምኻድካ እዚ ምስ ተኣከበ ገንዘብ ናይ ኦቶቡስ ከኣ ይድለ ኩሉ ኣባል ነናይ ነብሱ ይኽእል ማለት እዩ ካብኡ ናይ ኣውቶቡስ ምስ ተረኽበ ናይ መጋረጃ ኣንሶላይ ጸገም የብልና ያ እዚ ሒዝና ናብቲ ዓዲ ንኸይድ እወ። ናብቲ ዓዲ ከይድካ ሃማመተ የተሓባብሩኻ ኣዳራሽ ትሕዝ እህ። ጎስጓስ ጌርካ ማክሮፎን ሰብ ይኣትወልካ ካብተን ኣታዊ ናይቲ ሰብ ከኣ መምለሲ ትገብር ብሓፈሽኡ ግን ናብ ዓዲ ቀይሕ ከምጸእካ እወ ሜስ ነይሩ ሜስ ነይሩ ብውድቕካ ዘውድቕ ሜስ ብውድቕካ ሰውድቕ ዘውድቕ ሜስ ጾ- ብመዓር ብጸንዶ ዝተሰርሐ እዩ ገለ ዓይነት ሜስ እዩ እቶም ዓበይቲ ኣብኡ ሰትዮም ክዘናግዑ ኢሎም ምስ ኣተዉ ሰትዮም እወ። እዚ መዓር መዓር ስለ ዝጥዕም ከይተረደእካ ክልተ ተበጺሓስ ሰብኣይ ኢኻ ማለት ሸም እያ እያ እያ እያ ኣድቨርታይዝ ክንገብር ነይርና ሰትዩ ስለ ዝነበረ ሓደ ኣባልና ኣነ ኣድቨርታይዝ ዝገብር ኢሉ ማክሮፎን ሒዙ ከይዱ እወ በቃ ሙሉእ ዓዲ ቀይሕ ቆልዑት ደድሕሪኦም ዝኸዱ ምኽንያቱ ፍሒራ ሽዑ ህቡብ ካሴት ወጺኣ ሃቢባትሉ ዝነበረት ግዜ እያ ንፍቕሪ ክትዕድም ነየናይ ትቐድም ክዝወር ተኾይና እታ ሰዓት ሌላና ዝብል እሱ ከዓ ነታ ደርፊ ፈትዋ ስለ ዝነበረ መቓልሕ ተዋስኦ ማሕበር ትያትር ዮሃና በርቂ ማሕበር ትያትር ወጋሕታ በርቂ ዘርእስታ ዓባይ ድራማ ከምቲ ተስፋይ መሓሪ ፍሒራ ዝበሎ ንፍቕሪ ክትዕድም ነየናይ ተቐድም ገለ መለ ገለ ኢሉ ወዲ ዓዲ ቀይሕ ልቕልቕ ኣብላ ፍሒራ መፅዩ ተባሂሉ ኩሉ ሰብ ኣዳራሽ ግጥም ኢሉ ከምኡ መሊኡ ኣይፈልጥን ፍሒራ በል ተበልካ ፍሒራ የለ ገለ የለ በርቂ ትብል ድራማ ተኻኽም ሰበረቶም ተስኦም ኣብያ ኣለች ፍሒራ ኣብያ ኣለች ፍሒራ ኣይበፅበፅኩምና እንዶ ግጥም እንዳበልኩም ገለ ኣቱም ሰባት እቲ እቲ ሜስ ኢኹም እለ ባዕሊኹ ንሕና ወሪዱና ፍሒራ ካበይ ክንፍሕረልኩም ሕጂ እወ ድራማ እያ ዘላ ንዑ በጃኹም ተበልካ ከምዚ ክብል እሞ ከመይ ጌርኩም ተደናግሩ እወ ከመይ ጌርኩም ተደናግሩ እሞ ሕጂ ሜስ ቁሩብ እያ ከይዳቶ ክትብል ከዓ ኣይትኽእልን ኢኻ ኣይትኽእልን ኢኻ ብጌጋ ኣድቨርታይዝ ከምዚ ንግባሪ ንዑ ተረድኡና ተባሂሉ እወ ነ- መቸም እቲ ድራማ ብበላይ ዝበል ተወዲኡ እ፣ ተመሊስና ብለካ እዚ ካብ ናይ ሓንቲ ዓደረ። ቀይሕ- እወ ናይ ሓንቲ ቀይሕ ተዘክሮ ብዙሕ ናይ ኩሉ ናይ ኩሉ ሓድታት ኣብዚ ኣብ ከተማ መንደፈራይ ሲነማ ሰናይ ዝበሃል ናይቲ ግዜ እቲ ክንሰርሕ ኢልና ኣብ ዝኸድናሉ እዋን ከየፃረና ስለ ዝኸድና ሬ ዋላት ናይ ኢንፎርሜሽን ፀገማት ስለ ዝነበረና ኣኼባ ፀንሑ እቲ ኣዳራሽ ዋላ ሓንቲ ክንገብር ኣይንኽእልና ኢሎም ናብ መምለሲ ከማን ኣይነበረና ስለዚ እንታይ ክንገብር ተዘየርኢኻስ የለን መምለሲ ኣታዊ ብምንታይ ክትምለስ ኣይትምለስን ኢኻ ኣብቲ እንዳ ኣውቶቡስ ኩላትና ተፀፋፂፍና ማለት ኣብቲ እንዳ ኣውቶቡስ ኩሉ ሰብ ተጸፋጺፉ፣ እቲ ጽቡቕ ነገር ግን ንመጋረጃ ኢልና ሒዝናዮ ንኸይድ ጨ ኣንሶላ ነናይ ገዛና መሸፈኒ ኮቦርታና ኮይኑ። ሕጂ ሓደ ጽሉል ናይ ስነ ኣእምሮ ጸገም ዝነበሮ ቀዳም ምሸት እዩ ነይሩ። ጠስሚ ጠስሚ እንዳጨነቑ እዩ መጺኡና፣ ሓው ስደልያ ነብስኻ ብዝብል መርዓ እዩ መስለኒ። ካበይ ኢኹም መጺኹም? ካብ ኣስመራ። እንታይ ትሰርሑ? ድራማ። በሉ ሎሚ ለይቲ ማዕረ ኢና ጥራይ ዝበሉ። ነዛ ሎሚ ለይቲ በጃኻ ድገማ እስኪ።
ማዕረ ኢና። እንታይ ኢልኩም? ካሊእ ኢኩም መፂኩም ካብ ኣስመራ እንታይ ክትሰርሑ ድራማ ኦይ ሎሚ ለይቲ ኩላትና ማዕረ ኢና ማዕረ ኩላትና ድራማ ክንሰርሕ ክንሓድር ኢና ንሰርሕ ፈሪሕና በትሪ ገለ ከዓ ነይርዎ እዩ ዋላ ጉልበቱ ዘፍርሐካ ገለ እዩ ምሉእ ለይቲ ብቀዝሓ ኣብ ሽዑ ዋላ ሓንቲ ኣማራፂ ኣይነበረን ፅባሕ ስለ እሞ እንታይ ንግበር ጉዶ ፈላሲ ንኺድ ከመይ ኢልና ዳ ክንምለስ ጉዶ ፈላሲ ሳንጣና ቦርሳና ባልጃና ተሰኪምና ጉዶ ፈላሲ ካብኡ ካሪኻ በእግርኻ ቀረባ እዩ መርዓ ጸኒሑ ኣብኡ ወራዶ መርዓ ዝጽበዩ ንሕና መሲልዎም ንሕናን ባንድጃናን ወጺኻ ጎይላ ጎይላ ሆ በል ኣታ ንሕና ወራዶ መርዓ ኣይኮናን ወራዶ ድራማ ኢና ንገሩልና ኢልካ ኩሉ ሰብ መቸም ተሓቢሩ ኣብኡ ተመሲሕና ኣድቨርታይዝ ከም ብሓድሽ ኣብቲ ከምዚ ህድሞታት ዘለዎ ሓውሲ ክስታይ ኣድቨርታይዝ ተገይሩ ማይክሮፎን ጌርና ገለ መጋረጃና ጌርና ኣብ ሓደ እንዳቦይ መኒ ዝበሃል ህድሞ ኣብኡ ክንሰርሕ ድራማ ጀምር ተባሂሉ ድራማ ክንሰርሕ ናይ ከተማ ህልም ዝበለት ድራማ እያ እዋ። ሌፍ ንብል በየን ዝመፀ ጠንቂ ኣንጓሳ ኣባጊዕ ሒዙ ዝመፀ ድቕድቕ ተበለ ኣርባዕተ ኣባጊዕ ናብዚ መድረኽ እንታይ ኢኻ ክትብል ሕጂ ናይ ከተማ ኢኻ ትሰርሕ ዘለኻ ከመይ ጌርና ንሸብ ኣታ ዘናይ ኣውደ ኣመት ኣባጊዕ ኣይትሓርዳ እንዴ እንታይ ደኣ ኣቴን ኣልዋና ኣለውፀ እያ ድራማ ትቅጽል ጽንሕ ኢሉ ኣድጊ ኣብ። ማይ ጋድ። ኣንታ ናይ መን ኣድጊ ትብል ነዞም ኩሎም ኣብኡ ዝዝረኣዩ ከኣ። ወዲእና ንቅድሜና ክንሓልፍ እቲ ቦታ ናይ ጀርዲን ቦታ እዩ ኮመደረና ሒዝና ካብቲ ግራት ኮሚደረና ጠቃሊልና ኮሚደረና እንዳ በላዕና ሽዑ ኣብኡ ነይሮም በ ጨው ዘይብሉ ባኒ ናይ ተጋደልቲ እውን ኣብኡ ጸኒሕና ወሲድና ሂቦምና ንሱ እንዳ ሓደ ቁሩብ ዝጽገም ዝጽልኦ ዝነበረ ናይ ርእሲ ናይ የእምሮ ሽግራት ዝነበሮ ሸቐጥ ጀሚሩ። ሸቐጥ ምስ ጀመረ ሽጋራ ማስቲካ ክሸቅጥ ምስ ጀመረ ተሓጒሶም ውጽኢት ከርኢ ኢሎም ተስፋ ስለ ዝገበሩ ካብቶም ቤተሰባት ሚእትን ዕስራን ቅርሺ ኣብ ባንክ እእትዮም ታቡክ ሂቦሞ ተስፋ ምእንቲ ክገብር ኢሎም እዮም። ሕጂ እሱ ከኣ በቃ ታቡክ ምስ መጸት ኣብ ኢዱ በቃ ብጣዕሚ ተሓጒሱ ተስፋ ጌሩ ማለት እዩ ብውሽጡ ሽቅጥ ጀሚሩ በቃ ማስቲካ ሽጋራ ሽቅጥ ጀሚሩ ግን ሓንቲ ጸገም ኣምጺ እታ ጸገም ከኣ እንታይ እያ ለይቲ ምስ ደቀሰ ከም ገለ ኢላ ኦምብላንስ ሓራስ ክተብጽሕ እንድሕር ድምጻ ሰሚዑ በርጊጉ ይትስእ እንታይ መስሎ ፈሊጥካ እቲ ባንኪ ዝነዲዱ ቢምቦሩ መጽያ ተጥፍኦ ዘላ ኮይኑ ይስምዖ ካብ ዓራቱ እንዳጎየ መጺ ምስ መን እዩ ዝጻረፍ ዝተሓናነቕ ምስቶም ዋርድያ ሚእትን ዕስራን ቅርሺ ኣብ ባንክ ኣቅሚጥና ዘለና እኮ ልብና ኣውዲቅና ንድቅስ ዘለና ንዓኹም ኣሚንና ኢና ዋርድያ ኣለዎ ገንዘብና ኢልና ኢና ኣሚንና ሕጅስ ቁሩብ መስጣ ኣለዎ ከማን ክትድቅሱ ከም ክተብሉ ኢሉ ምስ ዋርድያ እዩ ክጠማጠመልካ ዝሓድር ዋእ ተጨኒቆም መወዳእትኡ ምስ በዝሖም ኣንታ ሓውና ይትረፍ ዶ እስኻ በዓል ሚእትን ዕስራን ቅርሺ ሚልዮናት ዝቀመጡ እኳ ቀሲኖም ደቂሶም ዘለው ንጽባሓይቲ ተጸዋዊዖም እተን ሚእትን ዕስራን ዝነበራ ሚእትን ኣርብዓን ጌሮም ዕስራ ቅርሺ መሊኦም እንካ እንካ ኣብ ዝጠዓመካ ቤተሰብ ኣምሒልካ ቀምጠን ንሕና ክንዕርፍ ስኻ ትዕርፍ ተባሂሎም ተፈላልዮም። በዚ ዝተላዕለ ይመስለኒ ሳይኮሎጂካሊ ሓደ እንታይ ኢሉ ይሓስብ ኔሩ ኮሜድያንሲ ጥዑይ ዘይሓስብ ቁሩብ ጉድል ዝበሎም ጌሩ እዩ ዝሓስብ ንስኮም እዩ ዝሓስብ ቤተሰቡ ኮሜድያን ኔሩ ዝሰርሕ ከመይ ደኣ ኣሎ እቲ ቤተሰብካ ኮሜዲ ዝሰርሕ ስነ ጥበብ ከ ኣሎ ዶ ኢልዎ ኣየናይ እዩ እቲ ንእሽተይ ድዩ ዋላ እቲ ናይ ስሑዋት ዝሰርሕ ኢሉ ናይ ስሑዋት ዝሰርሕ ለት ኮሜዲ ዛው ዝበለ ናይ ስሑዋ ኣዲስ እዋ እንታይ ደኣ ክንብል ኢና እሞ ብጭራ ምራም ክዳን ክነጥር እንዳዋሕለ ደኣ ናይ ስሑዋት እዩ እምበር ከመይና ናይ ጥዑያት ክንብሎ ኣታ ሳሚ እሞ እሱ ደኣ ሳዋ ሽኮር ወዲእዎ እንዲ እንታይ እሞ ምድጋም ከይከውን ኤኒዌይስ እታ ደርፊ ነርባዕቴና እዩ ሰሪሕዋ ቀዳማይ ከኣ ስርሓ የለ ፅብቕቲ በዚ ኣጋጣሚ ጥዑም ዝኾነ ድምፂ እዩ ዘለዎ ሳዋ ኣብቲ ባህላዊ ከዓ ደስ ይብለካ እዩ ድምፂ ብፍሉይ ሕጂ ንክሊፕ ክንሰርሓ ስርሓ እያ ምስ በልክዎ ገለ ተሰማዕክዋ ናብ ካልእ እዚኣ ደኣ ንክሶ ሰሪሕዋ እንድዩ ቤት ሙዚቃ ኤርትራ እንደበሳ ይንገር ሰሪሕዋ ከመይ ኢሉ'ሞ ሓንቲ ደርፊ ኣብ ክልተ ሰለስተ ክበጽሕ ድውል ኣቢለ ንዓስ ክሳብ ዋሽኮር ክንዘራረብ ተረዲእዎ ብዛዕባ እታ ደርፊ ምዃና። ናይታ ደርፊ ድያ ገለ ኢሉኒ ኖኖኖኖ ካልእ ጉዳይ ኣለና እምበር ክነዕልል ገለ። ተረዲእዎ'ዩ ደሓን ናይታ ደርፊ እያ ደሓን ክመጽእ'የ ኢሉ ተዳልዩ መጽዩ ተዛንዩ መጽዩ ኣርባዕቴና ጸኒሕናዮ ማለት'ዩ ተረዲእዎ ኮፍ ኢሉ። ዋእ ሳዋ ሽኮር! ኣነ ደርፊ ድየ ስርሓለይ ኢለካ ዋላ ጉዚ ንእቶ ኢለካ ንላም ኢኻ ኣርባዕተ ሰባት ሓሙሽተ ሰባት ኮንካ ጉዚ ትኣትዋ እምበር ንደርፊ ዶ ጉዚ እቶ እዩ እንታይ ደኣ ኮንካ ንዓይ ሓሲብካ ኣነ መጀመርታ ከፊለ ኣስሪሐካ ከብቅዕሲ ን ክሶ ሸጥካሉ ኢለ ስርሓለይ ኢልኒ ንሱ ከኣ እዋ ከመይ ጌርካ እሞ ንዑ እንዳ ስራሕኻ ንዓይ ትሰርሓለይ ንሱ ከኣ ስርሓለይ ኢልኒ ነርባዕቴን ነርባዕቴን ኣይ ስርሑለይ ኢሎም ኢሉ ኣብ ቅድሜና የብለና ስለዚ እታ ደርፊ እንታይ ንግበራ ኣርባዕቴና ኣራርፋ ዶ ንግበራ ዋላ እንታይ ንግበራ ተባሂልና ስሒቕና ኢና ተፈላሊና